ሰላም ጥዕና ሃበልና ከመይ ትቕንዩ ክቡራ ተኸታተልቲ ስቤስ ትግርኛ ዜናታት መሰዕት እንሆ ፈለማ ርእስታቶም ከነቐድም መንግስቲ ትግራይ ስምምዕ ፕሪቶርያ ብግቡእ ክትግበር ፀዊዑ መንግስቲ ኢትዮጵያ ብወገኑ ኣብ መቐለ ውድብ ዝምታ ይፍፀም ኣሎ ክብል ከሲሱ። ኣብ ክልል ኦሮሚያ ዘሎ ውግእ ናብ ዝኸፍኣ የምርሕ ምህላዉ ተገሊጹ። ልዕሊ ሰላሳ ሽሕ ኢትዮጵያውያን ኣብ ስዑዲ ዓረብ ተዳጊኖም ይሳቐዩ ምህላዎም ተሓቢሩ። ዝብሉ ነዚ ሰዓት ዝተዳለዉ ዜናታት እዮም። ምሳና ጸኒሕኩም ክትከታተሉ ንዕድመኩም። ናብ ዝርዝራቶም ክንሰግር። ብመሰረት ስምምዕ ፕሪቶርያ ሰራዊት ኤርትራን ዕጡቓት ኣምሓራን ካብ ትግራይ ክወፅኡ ሰራዊት ትግራይ ዕጥቁ ክፈትሕ ዝተቐመጠ ግዜ ገደብ ሰላሳ መዓልቲ ካብ ዝሓልፍ ኣስታት ዕስራ መዓልታት ዝተቖፅሩ ኮይኖም መራሕቲ መቐለን ኣዲስ ኣበባን ዘይቃደው መግለፅታት የውፅኡ ኣለዉ። ትማሊ ህፁፅ ኣኸባ ዘካየደ መንግስቲ ትግራይ ስምምዕ ፕሪቶርያ ብግቡእ ክትግበር ፀዊዑ ኣሎ። ኣብ ሻድሻይ ዘመን ሳልሳይ ህፁፅ ጉባኤ ቤት ምኽሪ ትግራይ ተረኺቦም ኣብ ጉዳይ ዝተበፅሐ ስምምዕ ሰላም መንግስታት ትግራይን ኢትዮጵያን ኣብ ውሽጢ ሓደ ወርሒ ዝተራእየ ምዕባለታትን ዝተረፉ ዕዮታትን ኣመልኪቶም ንኣባላት ቤት ምኽሪ ትግራይ ፀብፃብ ዘቕረቡ ፕረዚደንት መንግስቲ ትግራይ ዶክተር ደብረፅዮን ገብረሚካኤል ሰላም ንህዝብን መንግስትን ትግራይ ስትራተጂካዊ ረብሐኦምን መትከላዊ እምነቶምን ምዃኑ ኣብሪሆም። ነዚ እውን ብርክት ዝበለ መስዋእትን ዋጋታትን እናኸፈለ ምምፅኦም ዘዘኻኸሩ እቶም ፕረዚደንት እቲ ዝተበፅሐ ስምምዕ ሰላም ብክልቲኦም መንግስታት ምትእምማን ክፈጥሩ ዘኽእሉ ስራሕቲ ክስርሑ ኣብ ስምምዕ ምቕማጦም ብምብራህ፣ ብወገን መንግስትን ህዝብን ትግራይ ንሰላም ካብ ዘለዎም ፅኑዕ እምነት ዝብገስ ብርክት ዝበሉ ተግባራት ተፈፂሞም ኢሎም። መሰረት ዝተበፅሐ ስምምዕ ሰላምን ድሕነትን ሰላማውያን ሰባት ክሕሎ፣ ኣብ ትግራይ ንዝሓለፉ ክልተ ዓመታት ዓበይቲ ዓለም ለኻዊ ገበናት ጆነሳይድ ዝፈፀሙ እዮም ዝበልዎም ሰራዊት ኤርትራን ዕጡቓት ኣምሓራን ብሓላፍነት መንግስቲ ፌደራል ክወፁ ከምዝተቐመጠ ዘዘኻኸሩ እቶም ፕረዚደንት፣ እቶም ሓይልታት ይትረፍ ክወጹ መዓልታዊ ህዝቢ ይቐትሉ፣ ንብረት ይጉሕሉን የዕንዉን ኣለዉ ብምባል ከሲሶም። እቲ ዝተጀመረ ሰላም ኣብ ባይታ ምትግባሩ ዝከታተል ኮሚቴ ካብ ሕብረት ኣፍሪካን ኢጋድን ከምኡ'ውን ካብ መንግስታት ትግራይን ኢትዮጵያን ክቐውም ትፅቢት ምንባሩ ዝሓበሩ ዶክተር ደብረፅዮን ክሳብ ሕዚ ከምዘይተጣየሸን በዚ ድማ ዝተተግበሩን ዝተረፉን ጉዳያት ክፍለዩ ከምዘይከኣሉን መዝራዊ ማዕኸናት ዜና ትግራይ ፀብፂበን ኣለዋ። መንግስቲ ኢትዮጵያ ብወገኑ ኣብ መቐለ ውድብ ዝምታ ይፍፀም ኣሎ ክብል ከሲሱ። ድሕነት ህዝቢ መቐለ ክሕለው ይግባእ ክብል ኮሙኒኬሽን መንግስቲ ኢትዮጵያ ኣብ ዘውፅኦ መግለፂ ሓቢሩ ኣሎ። ኣብ ስምምዕ ሰላም ዝኣተዎ ቃል ብዘይወዓል ሕደር ይፍፅም ከምዘሎ ዝሕብር እቲ መግለፂ እንተኾነ ይብል ኣብዚ እዋን ስግግር ከም ኣጋጣሚ ብምጥቃም ኣብ ውሱናት ሰራዊት ምክልኻል ሃገር ዘይበፅሖም ከባብታት ትግራይ ሰላም ሕብረተሰብ ዝህውኹ ዝተወደቡ ወራራት ይካየዱ ኣለው። ብፍላይ ኣብ ከተማ መቐለ ብትካላት መንግስትን ንግድን ብፓትሮል ዝተሓገዘ ልዑል ወራር ከም ዘሎ መረዳእታታት ይበጽሑኒ ኣለዉ ክብል ከሲሱ ኣሎ። እቲ መግለጺ ብምቕጻል፣ ህዝቢ እውን ኣብ ልዑል መረረት ከም ዝኾነ ብስልክን ካልኦት መገድታትን የፍልጥ ኣሎ ዝበለ ኮይኑ፣ ብምኽንያት እቲ ስምምዕ ካብ ጎንጺ ዘትረፍዎ መኽሰብ ዝጎደሎም ኣካላት እዚ ከም ዝገብሩ ዘጠራጥር ኣይኮነን፣ እዚ ገበን ዝፍጽሙ ዘለዉ ኩሎም ካብ ተሓታትነት ከም ዘየምልጡ ግን ክግንዘቡ ይግባእ ክብል እዩ መግለጺ ኣውጺኡ ዘሎ። ድሕሪ እዚ መግለፂ ወሃቢ ቃል መንግስቲ ትግራይ ኣቶ ጌታቸው ረዳ ንሕና ምስ ህዝብና ዘይንፈትሖ ስግኣት ፀጥታ ዝኾነ ኣካል ክፈትሖ ኣይኽእልን ክብል ብትዊተር ዝመለሰ ኮይኑ ሓላፊ ርክባት ወፃኢ ትግራይ ፕሮፌሰር ክንደያ ገብረህይወት ብወገኑ እቲ ኣብ ባይታ ዘሎ ሓቂ ኣብቶም ወታሃደራት ኤርትራን ዕጡቓት ኣምሓራን ዘለዎም ሰራዊት ኢትዮጵያ ዝተቖፃፀሮም ከባብታት ዝፍፀም ዘሎ ዘስካሕክሕ ፆታዊ ዓመፅ፣ ጅምላዊ ቕትለት፣ ጭውያን ራስያ ንብረትን እዩ ገዲዱ ዝቕፅል ዘሎ ብምባል እቲ ዝገርም ነገር ኣብ መቐለ ስልኪ ኣብ ዝተዓፅወሉ ኩነታት መንግስቲ ኢትዮጵያ ከመይ ገይሩ ህዝቢ መረረቱ ብስልኪ ነጊሮምኒ ክብል ክኢሉ ክብል እዩ ሓቲቱ። ኣብ ክልል ኦሮምያ ዘሎ ውግእ ናብ ዝኸፍአ የምርሕ ምህላዉ ተገሊጹ። ብሰንኪ'ቲ ኣብ ኢትዮጵያ ክልል ኦሮምያ ዘሎ ዘይምርግጋእ ብኣማኢተ ሽሓት ዝቑጸሩ ሰባት ካብ ቤት ንብረቶም ከም ዝተመዛበሉ ማሕበራዊ ኣገልግሎታትን መሰረተ ልምዓትን ከም ዝዓነዉ ቤት ፅሕፈት ምውህሃድ ሰብኣዊ ረድኤት ሕቡራት ሃገራት፣ ኦቻ፣ ኣፍሊጡ ኣሎ። እቶም ተመዛበልቲ ኣብ ውሽጢ ኦሮሚያ ጥራሕ ዘይኮነስ ንመዓልታት ተጓዒዞም ናብ ክልል ኣምሓራ ብምስጋር ተዓቚቦም ከም ዘለዉ እውን እቲ ትካል ገሊፁ። ኣብ ቀዳማይ ፍርቂ ታሕሳስ ክልተ ሽሕ ዕስራን ክልተን ጥራሕ ልዕሊ ዓሰርተ ሽሕ ሰባት ምፍንቓሎም ሰበ ስልጣን እቲ ከባቢ ምሕባሮም ኦቻ ኣብ መግለፂኡ ጠቒሱ ኣሎ። ኣብ ኢትዮጵያ ይቕፅል ብዘሎ ፖለቲካዊ ቅልውላው ብፍላይ ድማ ኣብ ክልል ኦሮሚያ ብሄር መሰረት ዝገበረ ወጥሪ ተጋዲዱ ይርከብ። ሰራዊት ናጽነት ኦሮሞ ቅድሚ ሕጂ ኣብ ዘይኣተዎም ከተማታት እናተጸግዐ መጥቃዕቲ ይፍጽም ከም ዘሎን ሓደሽቲ ተዓለምቲ ሰልጢኑ ኣብ ከተማታት የመርቕ ከም ዘሎ እዩ ጸብጻባት ዝሕብሩ። ምስቲ ጉጅለ ምዝራብ ዝብል ዕድል ኣጽቢቡ ዕሽሽ ዝበለ መንግስቲ ኢትዮጵያ ነቲ ቅልውላው ወተሃደራዊ ስጉምቲ ብምውሳድ ድሮናት ኣዋፊሩ ክፈትሖ እዩ ዝፍትን ዘሎ። እንተኾነ ን ኣርባዕተ ዓመታት ዝቐጸለ እዚ ኲናት ክሳብ ሕጂ ዝኾነ ዓይነት ለውጢ ኣይርኣየን። እቲ ኩነታት ዝያዳ ዝተጋደደሉ ምኽንያት ድማ ሚሊሽያታት ኣምሓራ ናብ ኦሮሚያ ኣትዮም ምስ ዕጡቓት ይዋግኡ ኣለዉ ምስ ተባህለ እዩ። ዕጡቓት ኣምሓራ ናብ ኦሮሞ ብምስጋር ኣነወርቲ ተግባራት ይፍፅሙ ከም ዘለዉ ብምኽሳስ መግለፂ ዝሃቦ ኮንግረስ ፌደራሊስት ኦሮሞ ህዝቢ ኦሮሞ ናይ ጥፍኣት ሓደጋ ኣንፀላሊዎ ኣሎ፣ ዕጡቓት ኣምሓራ ካብ ኦሮሚያ ይውፅኡ ክብል እዩ ፀዊዑ ነይሩ። ኣብ ትግራይን ኦሮሚያን ሓዊስካ ብዙሓት ከባብታት ኢትዮጵያ ዝተፈፀሙ ህልቂታት ተሓታቲ ብልፅግናን ተሓባበርቱን እዮም ዝበለ ኦፌኮ፣ ውዳበ ልምዓት መንግስታት ምብራቕ ኣፍሪካ፣ ኢጋድ፣ ሕብረት ኣፍሪካ፣ ሕቡራት ሃገራት፣ ሕብረት ኣውሮፓ ኣብ ኦሮሚያ ንዝካየድ ቃልሲ መሰል ዓርሰ ምክልኻል ክድግፉ እዩ ፀዊዑ። ህዝቢ ኦሮሞ ጥፍኣት ከምዘንፀላለወ ዝሓበረ እዚ መግለፂ፣ ኣብ ኩሉ ከባብታት ብኹሉ መልክዕ ኣወዳድባ ተወዲኡ፣ ህዝቢ ህልውንኡ ከቐፅል ዝፀውዐ ኮይኑ ስነ ጥበባውያን፣ ፀሓፍቲ፣ ጋዜጠኛታት፣ ሰብ ሃብትን ነዚ ቃልሲ ክድግፍ እውን ሓቲቱ እዩ። ልዕሊ ሰላሳ ሽሕ ኢትዮጵያውያን ኣብ ስዑዲ ዓረብ ተዳጊኖም ይሳቐዩ ምህላዎም ተሓቢሩ። ኣምነስቲ ኢንተርናሽናል ኣብ ስዑዲ ዓረብ ሕጋዊ መንበሪ ፍቓድ የብሎምን ዝተብሃሉ ብዓሰርተታት ኣሽሓት ዝቑፀሩ ኢትዮጵያውያን ስደተኛታት ኣብ ኣብያተ ማእሰርቲ ልዕሊ ዓቐን ተዳጒኖም ኣብ ሕሰም ከም ዝርከቡ ኣፍሊጡ'ሎ። እቲ ዓለምለኻዊ ተሓላቒ ሰብኣዊ መሰላት፣ እቶም ኣብ ኣብያተ ማእሰርቲ ስዑዲ ዓረብ ዝርከቡ ኢትዮጵያውያን ስደተኛታት ልዕሊ ሰላሳ ሽሕ ከም ዝኾኑ ኣመልኪቱ'ሎ። ብተወሳኺ ሰበ ስልጣን ስዑዲ ዓረብ፣ ኣማኢት ኣሽሓት ኢትዮጵያውያን ንዝተይተወሰነ እዋን ብኢ-ሰብኣውን ጨካንን ኣተሓሕዛ ድሕሪ ምእሳሮም ናብ ሃገሮም ክምለሱ ክግደዱ ይገብሩ ኣለዉ ክብል ከሲሱ። ኢትዮጵያውያን ሕጋዊ መንበሪ ፍቓድ ስለ ዘይብሎም ከም ዝሳቐዩን፣ እቲ ኩነታት ድማ በቲ ጨቋኒ ዝበሎ ስርዓት ስዑዲ ዓረብ ምልመላ ስራሕተኛታት ካፍላ ከም ዘጋደደ እዩ ገሊጹ ዘሎ። ኣምነስቲ ኢንተርናሽናል ኣብ ጸብጻቡ እቶም ደቂ ተባዕትዮ፣ ደቂ ኣነስትዮን ህጻናትን ስደተኛታት ብዘይፍቓዶም ኣብ ኣልካራጅን ኣሹማይሲን ኣብ ዝበሃሉ ልዕሊ ዓቐን ጽዑቕ እሱራት ዝርከበሎም ሰባት ይእሰሩ ከም ዘለዉ እዩ ሓቢሩ። ሓላፊ ዞባ ማእከላይ ምብራቕን ሰሜን ኣፍሪካን ትካል ተሓላቒ ሰብኣዊ መሰላት ሄዋ ሞራየፍ ኣብ ዝሓለፉ ሓሙሽተ ዓመታት ብኣማኢት ኣሽሓት ዝቑፀሩ ኢትዮጵያውያን ስደተኛታት ኣብ ስዑዲ ዓረብ ዘስካሕክሕ ኩነታት ከምዘሕለፉ ብምግላፅ ብዙሓት ካብኣቶም ከቢድ ነባርን ኣካላውን ኣእምራውን ፀገማት ገጢሞም ከምዘሎ ገሊፀን። ኣብዚ ሕዚ እዋን ልዕሊ ሰላሳ ሽሕ ኢትዮጵያውያን ኣብ ተመሳሳሊ ኩነታት ተታሒዞም ተመሳሳሊ ዕጫ የጋጥሞም ኣሎ። ሰብ ሕጋዊ ሰነድ የብሉን ማለት ሰብኣዊ መሰሉ ይኽልከል ማለት ኣይኮነን ክብላ ድማ ሞጒተን። ኣምነስቲ ኢንተርናሽናል ኣብ ዝሓለፉ ክልተ ዓመታት ኣብ ኣብያተ ማእሰርቲ ዝተፈጸመ ስቅያት ብውሕዱ ዓሰርተ ሞት ስደተኛታት ክምርመሩ ንሰብ ስልጣን ስዑዲ ዓረብ ሓቲቱ ኣሎ።